ሰላም ሰላም ክቡራት ተኸታተልቲ ከመይ እንኹም ደሕና ድኹም ንድሕና እግዚኣብሔር ይመስገን ብዝንእኹሞ ሰላምኩም ብዝሕ ትረፍ ይበለለይ ከመይ እንኹም ኣሕዋት የማዕረይ ከመይ እኑ ጥዕና ስራሕ ኩሉ ሰላም ዶ ብዝንእኹሞ ሰላምኩም ብዙሕ ትረፍ ይበለለይ እግዚኣብሔር ኣምላክ ሕማቅ ነገር ይሓልየና እና ሎማዓንቲ ስለ ዓዲ ኣብ ከተማ ጨርጨር እየ መፅኣኹ ማለት እዩ። ያው በነገራችን ላይ ጨርጨር ሕዚ ዳሕና እኖቲ እና ስድራ ስውእ ገለ ስለተዋሃበ ቦታ ሕዚ ዳሕና እንሆ ማለት እዩ ሓምና መጀመርያ ሳይኾነ ሕዚ ዳሕና ቃንሱ እንሆ ማለት እዩ ያው ምቕናዩ ብጣዕሚ ኻውር ይነብሩ ምስ ኩሉ ኩነታት ብጣዕሚ ብርካሽ ነገር ልግነይ ነገር ኣይነበረን ኹሉ ነገር ልሓደረ ለውዓለ ኹሉ ነገር እዩ ልውስኽሎ ማለት እዩ። ሕዚ ግን ያው ምስቲ ቦታ ልቐበልሎቲ ናብ ስድራ ስውእ ንእሽተይ ካብቲ ልነበሮ ንእሽተይ ቃንሱ እንሆ ማለት እዩ ያው ብዙሕ ተደይኮኑ ሐዚ ሐሽሎ ማለት እዩ ከፍት ልቀንዮ ሐዚ ሐሽለት ኣሕዋቴ ካብኡ ለለ ቦታኡ ኣፈላላይ እንህዎ ኣብ ከተማ ማእኸል እንድሕ ኮይኑ ክውስኽ እዩ ውፅእ ዝበለ እንድሕ ኮይኑ ክቕንስ እዩ ያው ብካሬለ ክልተ ሚእቲ ካሬ እንድሕ ኮይኑለ ሚእቲ ሓምሳ ካሬ እንድሕ ኮይኑለ እስካብ ሰለስተ ሚእቲ ካሬ ለስለ እንሆ ያው ሀም ካሬው ላይ ይቅንስ እዩ ማለት እዩ እና ለምቕነ ቦታ ዳሕና እዩ እንሆ ጨርጨር ማለት እዩ ኣሕዋተይ ትገዝኡ ትደልዩ ሕዚ ምግዛእ ነኩ ማለት እዩ በተለይ ናስድራ ስዎ ገለ ቦታ ትደልዩ ያው ሀም ዕድል እዩ ስና ወሰን ለንሆ ኣብ ማእኸል ወፅሕ ለንሆ ሀም ዕድልካ እዩ እና ትደልዩ እንዳሓልኹም ሕዚ ምግዛእ ኣለኩም ማለት እዩ ያው እቲ ብድሓልፊ ቪድዮ ዝለቐቕኽዎ እንዲህ ሓምድ ውድእ ዓድሲ እንዴ ክውድእ ንምስራሕ ቦለኬት እንዴ ክውድእ ብዙሕ ኮሜንት መፁንሁ ማለት እዩ እሱ ብህንድዚ ክውድእ እዮናሲ ንውሱን ኣይንኽእል ማለት ሎማዓንቲ ተንዲኖ ሓንቲ ተንዲኖ ብሰለስተ ሚእቲ እንድሕር ትገንያ ነጋ ወይ ድሕር ነጋ ሌለ ዒስራ ሰላሳ ቅርሺ ትወስኸላ ማለት እዩ ስሚንቶ ሎማዓንቲ ሽሕ ክልተ እንድሕር ውዕሎ ድሕር ነጋ ወይ ብሰሙኑ ሽሕ ኣርባዕተ ሽሕ ሓሙሽተ ኣትዩ ኣሎ ማለት እዩ ኢምኒ እስካብ ሰላሳ ሰላሳ ኣርባዕተ ሽሕ በጽሑኖ ኢምነ ማለት እዩ እስካብ ሰላሳ ኣርባዕተ ሽሕ ኢምነ በጽሑኖ እቲ ጃህያ ይልሃሙ ጃህያ ልበሃል እንሆ እቲ ዓዲ ትሰርሕ ኣለና ሲ ጃህያ ይልበሃል እንሆ ደቂ ነገር እዮም ይመስለኒ እሱለ ያው ላብ ዕስራ ሽሕ ይነብሩ እሱለ ካብ ሰላሳ ሽሕ ልላዕሊ ኮይኑ እንሆ ብሐዚ ሰዓት ማለት እዩ እና ያው

እቲ ለድልየና ሲሚንቶ ለ ኩሉ ብሓደ ኣራግፍና ዋጋኡ ንፈልጦ ንኽእል ኢና እንድሕር ዘይኮነ ግን ሎማዓንቲ ዒስራ ከረፅት ነጋ ዒስራ ከረፅት ለበልና ያው ኣብ ልጎደለ እቶም ሰራሕቲ ልወሉ ወላ ምፀና እንድሕ ኮይና ግን ግዴታ መዝግብና መጨረሻና ዋጋ ንፈልጦ ንኽእል ማለት እዩ እቲ ዋጋ ንፈልጦ ድንኽእል እንታይ እዩ ጠቕልልና ዓዲ ትሰርሓ ዓዲ ትዕድግልና ኢና ዳም እቲ ዋጋ ህንዲያም ንወድእ ህንዲያም ንዓድግናዮ ንፈልጦ ዓዲ ምስራሕ እንድሕ ኮይኑ ግን ሓደ ኣይሰልጥ እዩ ዓዲ ዝሰርሕ ሰብ ኣይሰልጥ እዩ ማለት እዩ እቶም ሰራሕቶም ለ ኣብ ብዙሕ ዓዲ ስለ ዝኮናተሩ ሎማዓንቲ ኣብዚ እንድሕ ትገንዮም ነጋሌላ ይግንዩ ማለት እዩ ነጋሌላ ፍትሓ ይውዕሉ ድሕር ነገ ፍትሓ ይውዕሉ ከለቶም ሰራሕቶም ስለለይ ግነዩ ያው ብህንዲ እዚ ንሰርሖ የናብልና ሲ ያው ንዕቅደሉ ኣይንኽእል እዩ ማለት እዩ በቃ ከም ዋጋ እዩ ከም ኩነታቱ ማለት እዩ ኩነታት ሲ ዳተቃየረ እዩ ድውዕል ይልሓድር እዩ ሎማዓንቲ ካልእ ነገ ካልእ ይቃየር እዩ ማለት እዩ ኣሕዋተይ እና እንታይ ደክል ንደለየ ያው ህንድዚ ተንዲኖ ክውድእና እዩ፣ ህንድዚ ቦሌኬት ክውድእና እዩ፣ ህንድዚ ሲሚንቶ ክውድእና እዩ እናሲ ሕና ምውሳን ኣይንኽእል እዩ ማለት እዩ። ሕናስ ንውስኖስ ኣይንኽእል እዩ። ያው ምስቲ ኩነታት እቶም ሰራሕቲ ዝሰርሑ ኣለዎ እሳቶም እዮም ዛምፁ ዛምፁሉ። እስኪ ሓንቲ ቪድዮ ናሃርና እያ ንመለስ ማለት እዩ። ኣብዚ ዓዲ እዚ ያው ገና እዩ ልስን ቃሪዎ እንሆ ገና ኮርኒስ እንሆ መስትያት እንሆ ቀለም እንሆ ያው መብራህቲ እንሆ ገና ብዙሕ ብዙሕ ነገር ለማላ እንሆዎ እቲ ዋጋ ገና እንዲሃም ድኾነ ይፈለጥ ውቴታ ቆልዓ ማለት እዩ እንዲህ ኣምንወዳ እቲ ዋጋ ገና ኣይፈለጠቶ እዩ ማለት እዩ ሃሜል ይፈለጠቶ ገና እዩ ብዙሕ ነገር ካብ ግድምሲ ብዙሕ ነገር ሲል ማላእ ነገር እነዎ ማለት እዩ ናይ ሻወር ሽንቲ ቤት ለማቾች እነዎ ናይ መብራህትታት ውሽጡ ውሽጡ ብዙሕ ለማቾች ነገር እነዎ ያው መጨረሻ ኮርኒሲ ቀለሚ መስትያት እዚ መጨረሻ እዩ ማለት እዩ ምልሳን እንሆ ምድሪ እንድሕደልና ብስሚንቶና እንምፅኦ ንኽእል ኢና እንድሕደልና ልለ በላጥ ንገብሮ ንኽእል ኢና እንድሕር ዓቕሚ ሃልዩና ማለት እዩ ብሕሳት በላጥ ብጣዕሚ ክባር እዩ በላጥ ንምግባር ብዙሕ ገንዘብ ካድልየና እዩ ማለት እዩ በላጥ ብጣዕሚ ከብሩ እዩ ሕዚ እንድሕር ዓቕሚ ደይብልና ልለ እንታይ ኢና ንገብሮ ማለት እዩ ብስሚንቶ ብደንብ ገብርና ናልምፆ ማለት እዩ ካብኡ ያው ዘመናዊ ሐዚ ፌስታል ኢድ ንፀፍሎ ማለት እዩ ቆንጆ ምንፃፋት እንሀዩ ቆንጆ ምንፃፍ ምንፃፍ ንኽእል ኢና ግዴታ በላጥ ንገብር ኣይኾን እዩ ማለት እዩ ስለዚ ኣሕዋት ማዕረይ ያው ቦታ ትዕዱ ክትደልዩ ብሕዚ ሰዓት ንሽቲ ቀንዲ ስልነቲ ሐዚ ተዓደግኹም ልበለፀ እዩ ማለት እዩ ያው እንድሕር ዋጋ እንዲሃም ንውድእ

ህንዲ ህንዲ ገንዘብ ሀምዳ ድሌ ልትል ሰርሕ ሰብኣይ ደውለ ከጋኔኩም እየ ማለት እዩ ያው ትሰምዕዎ ይኹም ማለት እዩ ስለዚ ኣነ በበክሪ ማለት እዩ ህንዲዚ ክውድእና ይብልና ሲ ንዕቅድ ኣይንኽእል እዩ ባዕልና ህንዲዚ ገንዘብ ንህንማ ብዚ ገንዘብ እዚ ክሰርሖ እዩ ንብል ሳይንኽእል እዩ ሃመይ እቲ ገንዘብ ደይ ክኾነና ለክኽእል ክኾነና ለክኽእል እዩ እቲ ልሽየጥ ለንብረት ናይ ሓደረላዊ ዓለም ላወስኻ ስለ ዝኸድሉ እቲ ብህንዲ ዝገንዘብ ዓዲ ክሰርሕ እየ ብህንዲ ዝገንዘብ ክውድእ እየ በልናሲ ንዕቅድስ ኣይንኽእል እዩ ማለት እዩ ኩሉ ነገር እቶም ዝሽየጡ ኣለዉ ንረታት ላብ ዓሊ ዝሓደሩ ላወስኽ እዮም ዝኸድለዩ ብመዓልቲ እኳ ንሲ ብዙሕ ኣፈላላይ ኢሉ እንሆ ማለት እዩ ኣብ መዓልቲ ትማል ዓድካ ስለ መዓልቲ እንድሕት መልስኻ ከይድካ ካልእ ዋጋ ኢኻ ታግኒ ማለት እዩ ስለዚ ህንዲ ዝገንዘብ እነኒ ብህንዲ ዝገንዘብ ዓዲ ክሰርሐ እዩ ብዚ ገንዘብ እዚ ዓድካ ወድእኒ ኢልና ንዕቅድ ኣይንኽእል እዩ ማለት እዩ እዞም ኣሕዋት እዮም ስለዚ ያው ብሕዚ ሰዓት ሲሚንቶ ዳሕና እኖ ትሽሐ ክልተ እስካብ ሽሐ ኣርባዕተ እንሆ ያው ነጋዴና ኣብቲ መካዚን በየብሕቲ እዩ ዝሽየጥ ማለት እዩ እምኒ እስካብ ዕስራ ክልተ ሽሕ ለንሆ ሃም እምኒ እዩ ማለት ሰለስተ ዓይነት እምኒ ይመስለኒ ልሽየጥ እስካብ ዕስራ ሽሕ እንሆ እስካብ ዕስራ ክልተ ሽሕ እንሆ እምኒ ለ ያው ኣፈላላይ እንሆዎ እስካብ ሰላሳ ሽሕ ለ እምኒ እንሆ ማለት እዩ እና ኣሕዋት መዓረይ ያው ብሓት ሰዓት ዓዲ ምስራሕ ለ ቃልል ነገር ኣይኮነ ብጣዕሚ ካብድ እዩ ኩሉ ነገራዊ ቅርሽና ረክሲ እዩ ነው ስጀመር ንሕና ኣብ ዓዲ ህንዲ ዝኾይኑ ትባሃለና ልኻበረ ምስልና ኣሎ ግን ቅርሽና እዩ ወድቑ ነትዩ ማለት እዩ ቅርሽናስ ብጣዕሚ ረኽሱ ኖ ናብ በሳሱ ቅርሺ እዩ ኮይኑ ነትዩ ማለት እዩ ኣሕዋተይ ቅርሽናስ ብጣዕሚ ወድቑ ኖ እና ኩሉ ነገር ለኻበረ ለለ ቅርሽና ስለልወደቐ እዩ ቅኒ ውልስ ቅርሽና ስንድዕም ብፌስታል ክዳሓን ዘይመስሎ ማለት እዩ እና ብጣዕሚ ብጣዕሚ ቅርሽና ወድቑ ረኽሱኖ ማለት እዩ ንሕና ግን በቃ እንደዚ ሓደ ነገር ንዕድግ እንደዚ ትበሃለና ወይ ኸውርነት እዩ እንደዚ ኸውር ነገር ኣለና ግን ቅርሽና ስለዝረኸሰ እዩ ማለት እዩ ዘም ኣሕዋተይ እና ቦለኬት ለስካብ ስስ ሓሙሽተ ሓንቲ ፍረስ ስካብ ስስ ሓሙሽተ ይበፅሓ ነርያ ማለት እዩ ብሓምሳ ሓሙሽተ ኢለ ብኣርባዕ ሓሙሽተ ኢለ እስካብ ሲሳይ ሓሙሽቴስ ቦለኬት ሓንቲ ፍረ ቦለኬትስ እስካብ ሲሳይ ሓሙሽተ ይበፅሓያ ማለት እዩ ኣሕዋተይ ስለዚ ያው ብሐዚ ሰዓት ቦታ ትዕድግ ልሓሰኹም በቲ ዓድጉ ንእሽቶ የቃንሱ መመስል እነሆ ኩነታት ናብ ስድራ ስውእ ስለ ዝወሃብሎ ቦታ ንእሽተይ ቃንሱ እነሆ ማለት እዩ ሕዚ ቦታ ሓዙማ ድሓር ለለ ኩሉ ነገር ቀስ በቀስ እዩ ልሳኻሕ ማለት እዩ ናብ ቀፃሊ ቪድዮ ግን ኣብ ኮሜንት ፅሓፍለይ በተለከት ጨርጨር ማለት እዩ ኣብ ኮሜንት ፅሓፍለይ ማ ኣነ ምስቲ ዝሰርሕ ሰብኣይ ደውለ ከስምዐኩም እየ እንደ እንዲሃም ንወዲ ናይ ኢዱ በተለይ ናይ ኢድ ሕዚ ብጣዕሚ ወስድሉ ማለት እዩ ናይ ኢድ መስርሒ እስካብ ኣርባዕተ ሚእቲ ሰለስተ ሚእቲ ሽሕ እዮም ዝወስድሉ ኢሉ ኢዶም ጥራሕ ማለት እዩ ዓዲ ሰረቶም ንምስራሕ ሲ እስካብ ሰለስተ ኣርባዕተ ሚእቲ ሽሕ ወስድሉ እዮም ማለት እዮም እቶም ሰራሕቲ ባዕሎም እና ከጋኔኩም እየ ከኦልን ኣሕዋት ማርያ ንጨነቅ ልዛ ዓለም እዛ ማለት እዩ ኩሉ ነገር ትለናዮ ሲ ተስፋ የላቆረፅ እቲ ኩነታቱ ትማል እናኻየ ነጋ የለኻ ኢሎም ማዓንቲ እናኻ ድሕር ነጋ የለኻ ብጣዕሚ ኩነታት ሲ ብጣዕሚ ኢላ ፍራሕ ማለት እዩ ልነናዮ ግዜ ሲ ኣፍርሕ ኣሎ ብሓቂ እንታይ ኣነ ትዕዘብ ኣለኹ ሲ ሓደ ናይ ወጣት ግዜ ኢኮኑ ነቲ ዓብዩ ሰብ ልሞተላ ይኮን ይበሓት ሰዓት ወጣት ልውደኣሉ ሰዓት ኢና ልንህና ብጣዕሚ ኩነታት ሲ እንኳን እዚ ክገድ ጌዝካ ጥረ ይብለ ንጨናነቕ ሲ ንባዕልና ስለ ፍርሐና ሰዓት ኢና ልንህና ብሐዚ ሰዓት ማለት እዩ እና ኣሕዋተይ ኣይትጨናነቑ ተኾነ ክኾን እዩ እግዚኣብሔር ብሎሎ ክፍፀም እዩ እግዚኣብሔር ብሎሎ ኩሉ ሓሳብና ክሳካሕ እዩ ዋና ነገር ወዲ ሰብ ጥዕና እዩ እግዚኣብሔር ኣምላክ ጥዕናና ይሃበና